ባሕሪ ዝኸብዳ ኩሉ ትኽእሎ ትቕበሎ ያንሳ ብጸጋሱ ዝበሎ
ሰላም ከመይ ትኾኑ ናይዚ ቻናል ተኸታተልቲ ሽመይ ሮቤል ይበሃል ሎማዓንቲ ዘርእኩም ሲስኮ ፓኬት ትሬሰር ዝበሃል ሶፍትዌር ከመይ ገርና ንፅዕን ከምኡ እውን ከመይ ገርና ንጥቀመሉ ዝብል ማለት እዩ ስለዚ ሲስኮ ፓኬት ትሬሰር መጀመርታ ካብ ጌት ኢቲፒሲ ዶት ኮም ከድኩም ዳውንሎድ ትገብርዎ ብድሕሪኡ ሕዚ ካብ ምፅዓን ክንጅምር ኢና ማለት እዩ ዳውንሎድ ዘይገበርኩም ሰባት ግን ካብ ጌት ኢንቱ ፒሲ ከመይ ጌርካ ዳውንሎድ ትግብር ዝብል ቪድዮ ኣብ ታሕቲ ሊንክ ከፅንሐልኩም እየን ዳውንሎድ ግበርዎ ማለት እዩ ምፅዓን ግን ክንጅምር እቲ ዳውንሎድ ዝገበርኩ ፋይል ኣብዚ ካብ ጌት ኢንቱ ፒሲ ዳብል ክሊክ ጌርና ንክፈቶ እሞ ፓስዎርድ ሓደ ክልተ ሰለስተ እዩ ዝበዝሕ ግዜ ናይ ጌት ኢንቱ ፒሲ ብምቕጻል እዚ ሲስኮ ፓኬት ትሬሰር ፓኬት ትሬሰር ትብለላ እሳ ዳብል ክሊክ ትገብርዋ ኤክስትራክት ክሳብ ዝገብር ዝተወሰነ ግዜ ንጽበዮ ማለት እዩ ኤክስትራክት ምስ ገበርና ናይ ኢንስቶለር ፍቓድ ክመፀልና እዩ የስ በልዎ ኢኹም የስ ኦር ኖ ዝብል ኣለዎ ብምቕፃል ኣግሪመንት ኣለዎ ኣይ ኣክሴፕት ዘ ኣግሪመንት ዝብል ካብኡ ኔክስት ዘቕጡ ካብኡ ሎኬሽን ኣለዎ ብዲፎልቶ ይኹን ችግር የብሉን ካብኡ ኔክስት ኔክስት እንዳልኩም ትቕፅሉ ኣለኹም ማለት እዩ Create Quick Launch Shortcut ኩላ ሾርትካት ኣብ ቀረባ ንክጸንሓልኩም ምእንቲ ማለት እዩ Install ኢንስቶል ንገርዎ ስለዚ እዚኣ ጽዒና ክሳብ ትውድእ ንጽበያ እሞ ካብኡ ስራሕ ክንኣቱ ኢና ማለት እዩ ክሳብ እሱ ዝጽዕን ግን ዝተወሰነ ነገር ብዛዕባ ሲስኮ ፓኬት ትሬሰር እንዳበልና እንተ ንጸንሕ ቆንጆ ሲስኮ ፓኬት ትሬሰር ማለት ዝኾነ ይኹን ኔትወርክ ዲዛይነር ዝኾነ ናይ ከባቢ ይኹን ናይ ትምህርቲ ቤት ዋላ ናይ ሃገር ደረጃ ዝኾነ ኔትወርክ ዲዛይን ክንገብር ደሊና ኣለና እንድሕርት ኔትወርክ ንሱ ንምቕራፅ ንደሊ ኮይና ቅድሚ ናብ ኔትወርክ ብተግባር ምእታውና ኣብዚ ቨርችዋል ብዝኾነ መልክዑ ክነዳሉ ይግበእና ምኽንያቱም ዳሕራይ ዝኾነ ጉድኣት ከጋጥም ይኽእል እዩ ስኢልና ብቐጥታ ናብ ስራሕ ምእታው ማለት እዩ እንታይ ድኣ ክንገብረልና ኣብዚ ንለማመዶ ኣብዚ መስርሕ እዚ ሲስኮ ፓኬት ትሬሰር ዝበሃል ንሱ እንድሕር ተለማሚድና ኮይንና ብቀሊሉ እቲ ኔትወርክ ዲዛይን የስረሐና ኣሎ ማለት እዩ። ስለዚ እቲ ኔትወርክና ከመይ ጌርና ሰኪር ዝኾነ ፋንክሽናል ዝኾነ ከመይ ጌርና ንሰርሕ ዝብል እንድሕር ሙሉእ ቲዩቶሪያል ሪኢኹም ምኾንኩም ፍሉይ ፍልጠት ከም ትሕዙ ተስፋ ይገብር። እዚኣ ክሳብ ትፅዕድ ዝተወሰነ ግዜ ንፀበየ። ሕጂ ፅዒኑ ወዲኦ ኣሎ ስለዚ እውን ከለኹ ላውንች ሲስኮ ፓኬት ክሬስተር ክብሎ እየ ክኸፍተለ እዩ ማለት እዩ። ያው እዚኣ ትመስል ክትጅምር ከላ ያው ሲስኮ ፓኬት ትሬሰር እዚኣ እያ ትመስል ሕዚ ሲስኮ ፓኬት ትሬሰር መጀመርታ ኣብ ሲስኮ ፓኬት ትሬሰር ክንሰርሖም ንኽእል ነገራት ኣለዉ እቶም መሳርሕታት ንፋለጥ ማለት እዩ ኣብ መጀመርታ እዚ ያው ፋይል ሜን ኣለና ኣብዚ ፋይል እዚ ሴቭ ንምግባር ተኸፍ ተሰሪዑ ዝነበረ ንምኽፋት ሓድሽ ፋይል ንምኽፋት ንጥቀመሉ እዩ ማለት እዩ ሕጂ ያው ኒው ፋይል ስለ ዘለኒ ከፊት ኣለኹ ማለት እዩ እዚኣቶም ኩሎም ኣለዉ ሴቭ ኣሎ ፕሪንት እውን ኣሎ ናብ ፒዲኤፍ እንድሕር ክትቅይርዎ ትደልዩ ኮንኩም እቲ ዝሰራሕኹሞ ኣለዎ ዙም መግበሪ ቱል ኣለና እዚ ኣብዚ እውን ኣንዱ ኣለና ሪዱ ዝበሃል ነገራት ማለት እዩ ክንጋገ ከለና ሓደ ግዜ ንድሕሪት ክመልሰልና ወይ ንቅድሚት ንክኸደልና ንገብሮ ኣለና ማለት እዩ ዙም ኣለና እዚኣቶም ቱላት ኣለዉ ካሊእ ብጣዕሚ ክንጥንቀቆ ዝግበአና እዚ ከዓ ወሰንቲ መሳርሕታት ካብ ዘለዉ ሓደ እዚ ሰሌክት ቱል ዝበሃል ኣሎ ንክንመርፅ እዩ ዘገልግለና ካልኣይ ሰርች መግበር ኣለና ኣብዚ ሰርች እውን እንዳደለና ማለት እዩ ካሊእ ክነጥፍእ ክንደሊ ካለና እዛ ኤክስ ትብል ያው ብተግባር ስለ ንሪኦ እዚ ከዓ ሪሳይዝ መግበር ኣለና ኣብዚ ኖት ዝኾነ ክንፅሕፍ ከለና ኣለና እዚኣቶም ከዓ ግራፍ እዚኣ ላይ ንምስኣል እንትኮይኑ ወይ ዝብኒ ርቡዕ ኩርናዕ ወይ ክቢ ወይ ደስታና ሼፕ ንምቕራፅ እንዳሕር ኮይኑ መሳርሕታት ኣለውና ማለት እዩ ካልኦት እዚኣ ብምቕጻል ኣብዚ ታሕቲ ከኣ ኣለውና ብጣዕሚ ብዙሕ ነገራት ዝሓዘ ማለት እዩ። ኣብዚ ናይ ኔትወርክ ዲቫይስስ ኣለውና። ኣብዚ ክሊክ ክገብር ከለኹ ኔትወርክ ዲቫይስታት ኣለውና። ካብቶም ኔትወርክ ዲቫይስታት እንታይ ኣለና ሓደ ራውተርስ ዝበሃል ኣለና። እዚኣ ምስ ተቐጥና ኣብዚ ታሕቲ መማረጽታት ኣለና። ራውተር ኣለና እዚ ክንሪኦ ከለና ስዊች ኣለና እዚ ሃብስ ኣለና ዋየርለስ ኣክሰስ እውን ኣለና ፋየርወል ኣለና ካብኡ ክላውድስ ዝበሃል ነገር ኣለና ማለት እዩ ዳሕራይ ኩሉ ብዝርዝር ስለ ንሪኦ ኣብዚ ካልእ ኢንድ ዲቫይስ ኣለውና ኢንድ ዲቫይስ ማለት ንሕና ኣብ ገዛና ንጥቀመሉ መሳርሕታት ማለት እዩ ካብቶም ኢንድ ዲቫይስታት ዝኾኑ ከም ላፕቶፕ ኮምፒውተር ዲስክቶፕ ኮምፒተር ማለት እዩ ሰርቨር ክኾን ይኽእል እዩ ካልኦት እውን ኣለዉ ፕሪንተር ሞባይል ታብሌት ቴሌቭዥን ብዙሓት ነገራት ኣለዉ ማለት እዩ ቀፃሊ ኩሎም ዳራናዮም ስለ ንኸይድ እዚ ናይ ህንፃ መሳርሕታት ካልኦት ክንጥቀመሎም ዝግበአና ነገራት ኣለዉ ማለት እዩ ሕዚ ግን ዝበዝሕ ግዜ ኣብ ኔትወርክ ዲዛይን ክንጅምር ከለና ኢንድ ድቫይስ ንወስኽ መጀመርታ ኢንድ ድቫይስ ካብ ዝኾኑ ኮምፒተር ኣለና ማለት እዩ ስለዚ ኣብዚ መጀመርታ ንመጽእ ኢንድ ድቫይስ ክንመርጽ ኣለና ኣብዚ ዝርዝር ኣለና ኣብዛ ካልኣይቲ ኢንድ ድቫይስ ትብል ትመርጹ ድሕሪኦ ሊስት ኣለኩም እዩ ፒሲ ላፕቶፕ ዝብል ፕሪንተር ዝብል መማረጽታት ኣለዉ ማለት እዩ ስለ ዝደለኹሞ ኣቕሓ ምእታው ትኽእሉ ኢኹም። ፒሲ ንጀምር ኬድኩም በቃ እዚ ሓደ ግዜ ክሊክ ትገብሩ ዳሕራይ ናብዚ መስርሒ ቦታ ኬድካ ክሊክ ክንገብር ከለና ይወፀና ኣሎ ማለት እዩ እንድሕር ብሓደ ግዜ ብሓደ ግዜ ብዙሓት ንምምራፅ ትደልዩ ተኾንኩም ብዙሕ ኮምፒውተር ኣድ ንምግባር ሓደ ግዜ እንታይ ትሕዙ ኮንትሮል ትፀቕጡ ኣለኩም ኮንትሮል ካብኡ እዛ ዝደለኹማ ትፀቕጡ ካብኡ ክሊክ እንዳገበርኩም በቃ ሕዚ ብሓደ ግዜ የብል ኣለኹ ማለት እዩ። እንድሕር ኮንትሮል ዘይጸቐጥኩም ኮንኩም ግን እዚ በቃ እንዳወሰኸ ዝኸይድ ሓደ ግዜ ጥራይ ዘማርጸና ማለት እዩ። ኮንትሮል ክትጥቀሙ ከለኹም ግን ብዙሓት ሓደ ግዜ ምርጽ ኣቢልኩም ምእታው ትኸእሉ ኢኹም ማለት እዩ። በቃ ኮንትሮል ገይረ ስለ ዝኾንኩ ምንም ናብዚ ምምላስ ኣየድልየንን እዩ ማለት እዩ። ኣብዚ ኮይነ ምስራሕ ይኸእል እየ። እዚ ናብቶም ናይ ኣንቱሁ ትብላት ንኺድ እሞ ናብዚ ንመለስ እዚኣ ሰርች ትብል ኣለትን እዛ ሰሌክሽን ማለት ስለዚ ሰሌክት ክገብር ከለኹ እዚኣ ክገብራ ኣለኒ ድሕሪኡ ሰሌክት ሰርቨር መሪፀ ኣለኹ ማለት እዩ ወይ ኮምፒውተር ከምኡ ክሊክ ክገብረ ከለኹ መምረፂ ትኾነን ኣላ ከጥፍእ እንድሕር ደሊ ኮይነ ኣብ ዘለትና እዚ ኤክስ ትብል ማለት እዩ ስለዚ ዝመረፅኮ ዲሊት ትገብሮ ዲኻ ዲሊት እዚ ክተጥፍኦ ትደሊ ዲኻ? እወ። ስለዚ ከምኡ እንዳገርኩም ምምራጽ ትኸእሉ ኢኹም ማለት እዩ። ሜስና ናብታ ሰሌክሽን ንመለስ እሞ ኣብ ብዙሓት ኩለ ድራግ ጌርኩም ምንቅስቓስ ምምራጽ ትኸእሉ ኢኹም ካብኡ ዲሊት ዲሊት ሾርት ካት እውን ኣለዎ እዩ ዲሊት ዝብል በተን ትፀቕጡ ማለት እዩ ናዚኣ ንምምላስ ሆቨር ገርኩም ርእይዋ ክትርኢ ኢስክ በተን ትብል ክፅቀጥ ከላ ንድሕሪት ትመልስ ናብ ሰሌክሽን ትወስደና ኣላ ማለት እዩ ካብኡ ኖት ኣለና እዚኣ ኖት ከም ዝበልኩ ዓንቶ ኣብዚ ደስታኹም መፅሓፍ ትኽእሉ ኢኹም ማለት እዩ ሕጂ ሌክቸረር ሌክቸረሩ ኢለ ጽሒፈ ኣለኹ ኖት ከድልየኩም ከሎ ማለት እዩ ደስታኹም ዓይነት ኖት ንምጽሓፍ እውን ይጠቅም እዩ እዚኣቶም ካብቶም ሼፓት ዝኾነ ሼፕ ንምረጽ ከለር ኩለ ኣለዎ ተደሊኹም ፊል ከለር ትገብሩ ተዘይኮይኑ ኖ ፊል ከለር እውን ምምራጽ ይከኣል እዩ ስለዚ ክመርጽ ሰሌክት ፊል ከለር ደስታኹም ሕብሪ ካብኡ ኦኬ ብምባል ደስታኹም ስእሊ ንምፍላይ እንድሕር ትደልዩ ኮንኩም እዚኤን ወይነን እየን ኢልና ካብኡ ሰሌክት ኢልና ካሊእ ሕብሪ ሚስና ንሃቦ ኦኬ በቃ ከምዚ እንዳገበርኩም ምሳል ትኽእሉ ኢኹም ማለት እዩ እዚ ነጥፋዮ እሞ ሕዚ እውን ናብ ሰሌክት ከይድና ብምሉእ ምምራፅ ንኽእል ኢና ሰሌ ከምዚኣ ገይረ ብቀሊሉ ድሊት በተን ምጥቃጥ ዲወንት ድሊት የስ እዚኣ ትመስል ማለት እዩ ካብኡ እዚ ሜሴጅ መላኣኽ እዩ እዚ ክንሪኦ ኢና ማለት እዩ ስለዚ ነቲ ስራሕ ንምጅማር ዝኾነ ኮምፒውተር እስከ ኣድ ንገርሞ ኮምፒውተር ሓደ ላፕቶፕ ላፕቶፕ መች ነድገሞ ዋላ ንሱ ላፕቶፕ ንወስኽ ብድሕሪኡ እዚኣቶም ነንባዕሎም ክራኸቡ ሕዚ ሰለስተ ኮምፒውተራት እየ ወሲኸ ዘለኹ ሰለስቲኤን ላፕቶፕ ክልተ ላፕቶፕ እና ሓደ ዲስክቶፕ ኮምፒውተር ኣለዋኒ ኣብ መንጎአን ፋይል ከመሓላልፍ እንድሕር ደልየ ኮይነ ንኩለን ከራኽብ ዝኽእል መሳርሒ የለኒ ማለት እዩ ሰለስቲኤን ክራኸባ። ስለዚ እንድሕር ትመርጽ መሳርሒ ትደልዩ ኮንኩም ስዊች ዝብሃል ንጥቀም ኣለና ማለት እዩ። ምስ ኢንተርኔት እንድሕር ዘይንራኸብ ኮይና ስዊች እኹል እዩ። ስለዚ ናበይ ትኸዱ ናዞም ኔትወርክ ዲቫይስስ ዝብሉ ኣለዉ። ኣንቶ እዚ ኣብ ኢንድ ዲቫይስ ኢና ኔርና ናብዛ ኔትወርኪንግ ዲቫይስ ትኸዱ። ኔትወርኪንግ ዲቫይስ ወሪድኩም ኣብ ታሕቲ ከኣ ራውተርስ ስዊችስ ዝብል ኣሎ። ስለዚ ስዊች ንመርጽ። እዚ ብዙሓት መማረጽታት ኣለዉ። ካብኣቶም እዚ ንጠቐም። ዕስራን ኣርባዕተን ፖርት ዘለዎ ዕስራን ትሽዓተን ሱሳ ዝብል እዚኣ እዚውን ኣድ ንገብራ ኣለና ማለት እዩ። ካሊእ እታይ ክንገብር ንክእል ኢና ኣብዚ ክሊክ ጌርኩም ሽሙ ምቕያር ንክእል ኢና ማለት እዩ ስለዚ ሌክቸረር ሌክቸረር ሮቤል ክብላየ ሌክቸረር ሮቤል ዝኹን ሽም ሂዋ እንተላ እዚኣ ሕዚ ካሊእ ሽም ንሃቦ ኣቤል ንበሎ እዚኣ ሌሊት ንበላ ስለዚ ናይ ሌሊት ኮምፒውተር እያ እዚኣ ኣማኒኤል ነው ኣላ ናይ ኣማኒኤል ኮምፒተር እያ ማለት ስለዚ ኣቤል ኣማኒኤል ሊሊት ፋይል ክመሓላለፉ ደልዮም ኣለዉ ነው ኣሎ እዚ ንኣብነት ኣብ ገዛና ከምዚ ዓይነት እንድሕር ነንባዕልና ክንረኸብ ንደሊ ኮይና ናይ ግዲ እንታይ የለና ማለት እዩ ኮምፒተራት ከልያና እየን ኮምፒተር ምምሕል እንድሕር ሃልዩና ብቐሊሉ ካብኡ ስዊች ኣራኺብና ፋይላት ምምሕላፍ ንኽእል ኢና ማለት እዩ ስለዚ እንታይ ንገብር ስዊች ብቻ ስለ ዝኾነ እንታይ ንቕጽል ናብ ኬብላት ክንከድ ኣለና ኣብዚ ኮኔክተርስ ዝብል ኣሎ ኣብዚ እንታይ ኢና ነርና ኣብ ኔትወርኪንግ ዲቫይስ እዚ ኢንድ ዲቫይስ ዝብል ኣለዎ እዚ ኮምፖነንትስ ዝብል ኣለዎ ካብኡ እዚ ከዓ ኮኔክሽንስ ዝብል ኣሎ ኮኔክሽንስ ተኣትው እሞ ብምቕጻል ብዙሓት ኬብላት ኣለውና ናብ መራኸቢ ንቐጻሊ ኩሎም ዳርኣይናዮም ክንከይድ ኢና መጀመርታ ግን ኣውቶማቲካሊ ሰሌክት ባዕሉ እንታይ ዓይነት ኬብል ኢኻ ክትጥቀም ምክንያቱ መጀመርታ ክጅመር ከለና ኩሉ እቲ ኬብላት ክንፈልጦ ስለ ዘይንክእል መጀመርታ ይሓተና እዩ እቲ ዓይነት ኬብል ስለ ዘይፈልጦ ንመጀመርታ ግዜ እዩ ኔ ስለዚ ያው ናይ ግድን እንታይ ዓይነት ኬብል ክጥቀም ከም ዝኽእል ባዕሉ ሪኮመንድ ይገብረኒ ኣሎ ማለት እዩ ክሊክ ክገብራ እየ ካብኡ እዚኣ ኣብዛ ኮምፒውተር ኬድኩም ክሊክ ትገብሩ ድሕሪ ናብዛ ስዊች ትኸዱ ስዊች ኬድኩም ክሊክ ክትገብርዋ ከለኹም ቀጥታ ተራኺባ ኣላ ምስታ ስዊች ማለት እዩ ብምቕጻል ሜስና ንምረጽ ሕዚ ግን ንክልተ ኮምፒተር ስለ ዝተርፋኒ ኮንትሮል ሒዘ እዚኣ ነብላ ስለዚ ከራኺ ይኽእል እዩ ብዙሕ ግዜ በቃ ማለት እዩ ደጊመስ ናብ ዝምላሰ የለን ስለዚ ሰለስቲኤን ኮምፒተር ከይደን ኣለዋ ማለት እዩ መጀመርታ ሜሴጅ ሕዚ ሜሴጅ ምስዳድ እስኪ ንጀምር ክንዱ ምክንያቱ ኬብል ጥራይ ኣራኪብናስ ይሰደልና ዶ ዝብል ሕቶ ስለ ዘሎ ማለት እዩ ንኪድ ኣብዚ ንኪድ እሞ ሜሴጅ እዚኣ ሜሴጅ ክትሰዱ ተኾንኩም ኣብ ዘለትኩም እያ ናይ ሜሴጅ ናይ ፖስታ ምልክት ኣላ ማለት እዩ ኣብኣ ትኸዱ ካብ ኣብታ ዝደለኹማ ኮምፒተር ኬድኩም ካብ መን ናብ መን ክሰድድ ማለት እዩ ካብዚኣ ናብ ካብ ናይ ኣቤል ኮምፒተር ናብ ናይ ኣማንኤል ላፕቶፕ ንስደድ ሕዚ እንታይ ኢልና መልፂ ኢሎም ኣማንኤል ሃዝኖ ፋንክሽናል ፖርትስ ምኽንያቱ ንምንታይ እዩ ፋንክሽናል ኮድስ ዝብል ዘሎ ቅድሚ ሜሴጅ ምስዳድና ክነማልኦ ዝግበእና መጀመርታ እተን ኮምፒውተራት ኣለዋና ካብኡ ምስ ስዊች ኣራኺብና ኣለና ግን ስለ ዝተራኸባ ናብ ብሓንሳብ ናብ ስዊች ጥራይ ስለ ተሰኩዓ ክሰርሓ ይኽእለን እዩ እንታይ የድልየን እዩ ኣይፒ ኣድረስ ዝበሃል ከድልየን እዩ ማለት እዩ ኣይፒ ኣድረስ ነንባዕለን ከድልየን እዩ ማለት እዩ ታይ ንገብር ኣይፒ ኣድረስ ንምምላእ ናብዚ ፒሲ ንኸይድ ክፍታ ኮምፒተር ናይ ኣቤል ኮምፒተር ከይደ ኣለኹ ብድሕሪኡ ኣብዚ ብዙሓት ኣለውና ፊዚካል ዝብል ኮምፒተር ታይ ይመስል ዝብል እዩ ዘርእየና ኣብዚ ክውሰኽ ዝግብኦ ክንውስኸሉ ንኽእል ኢና ንኣብነት ፍለሽ ዝብል ትኾይኑ ፍለሽ ምውሳኽ ንኽእል ኢና ካብኡ ኮንፊገሬሽን ዝብል ኣለዉ ኮንፊገር ኮንፊገረሽን ብዙሕ ነገር ንኣብነት ኣንትው ካብ እቲ ዲስፕለይ ናይ ኣቤል ኮምፒተር ግን ንሱ ምቕያር ይከኣል እዩ ኢንተርፌስ ከኣ ብዙሕ ን ፋስት ኢተርኔት እዩ ዝጥቀም ዘለዎ ማለት እዩ ብኡ ገረ የራኽቦ ኣለኹ ማለት እዩ ብሉቱዝ ብዙሓት መግለጺ ኣለዎ ሕጂ ኣይፒ ኣድረስ ሴት ንምግባር ግን ናብዛ ዲስክቶፕ ትብል ትኸዱ ማለት እዩ ዲስክቶፕ ምስ ከድና ኣይፒ ኮንፊገረሽን ትብል ኣለትና ኣይፒ ኮንፊገረሽን ክልተ መልክዕ ምጥቃም ንኸእል ኢና። ሓደ ዲኤስሲፒ ዝብል ኣለዎ፣ ዳይናሚክ ባዕሉ ክህና፣ ካልኣይ ከኣ ስታቲክ ማለት እዩ። መጀመርታ እስኪ ዳይናሚክ ንሞክር እሞ ድሕሪኡ ናብ ስታቲክ ክንከይድና ማለት እዩ። ዳይናሚክ ንሞክር፣ ባዕሉ ኣይፒ ኣድረስ ሪኳየር ይገብር ኣሎ። ስለዚ ባዕሉ ኣይፒ ኣድረስ ምለእልና ኣሎ ኣለና፣ ካብዚ ባዕሉ መሊእዎ ኣሎ። ንኸይድ እሞ ኩለን ኮምፒተር ከምኡ ንሃበን። ስለዚ ናብ ናይ መነይ ኮምፒተር ከይደ ኩለ ዲስክቶፕ ይኸይድ ድሕሪኡ ኣይፒ ኮንፊገረሽን ድሕሪኡ ዲኤስሲፒ ትብል ክሊክ ይገብር ኣለኹ ማለት እዩ ስለዚ ባዕሉ ኣይፒ ኣድረስ ክሳብ ዝበና ንፀበ ማለት እዩ ሕዚ መሊእ ኢልና ኣሎ ንኺድ ሕዚ ሜሴጅ ንስደድ ካብ ኣቤል ናብ ኣማኒኤል ብትኽክል ኣብዚ መልእኽቲ ኣለኩም እዩ መልእኽቲ ኣብዚኣ ሪል ታይም ትብል ኣላ እዛ ሪል ታይም ትብል ትነክእዋ ሓደ ሓደ ግዜ ሃይድ ስለ ትኸውን በዚ ነገር ትመጽእ ሃይድ ክትኮን ከላ ንሳ ተስተኻኽልዋ ምናልባት ሃይድ ከይትኸውን እምበር እዛ ሪል ታይም ክትነክኡ ከለኹም ኣብዚ መልእኽቲ ከይደ ደይከደን ትነግረኩም እያ ማለት ሕዚ ሳክሰስፉል ትክክል ከይደ ኣሎ ማለት እዩ ካብዚ ካብ ኣማኒኤል ናብ ኣቤል ስለ ትክክል ከይደ ኣሎ ብዘይ ምንም ጸገም ማለት እዩ ካብኡ ናይ መን ናይ ሊሊት ዝብል ኮምፒተር ግን ኣየስተካከልናዮን ዘለና እንታይ ንግበር ዲስክቶፕ ንከይድ ኣይፒ ኮንፊገረሽን DSCP ስለዚ ባዕሉ ኣይፒ ኣድረስ ይበና ኣሎ ኣብ ሓደ ኔትወርክ ንክንከውን ምእንቲ ማለት እዩ ስለዚ እዚኡ እውን ኣይፒ ኣድረስ ሒዛ ኣላ ናይ ግድን ሕዚ መልእክቲ ኣብ ገዛና ከፊልና መልእክቲ ንለኣክ ምኳና ተራእዩ ኣሎ ማለት እዩ ነንባዕሎም ክለኣኹ ይኽእሉ እዮም። ካሊእ ኣብ ሪል ታይም ጥራይ ኣይኮንነ ስሙሌሽን ዝብል ኣለና ማለት እዩ። ስሙሌሽን ግራፊካል ባዕሉ መልእኽቲ እንዳተሳደደ ሕዚ ስሙሌሽንና ንምጅማር ዝኾነ ኣብዛ ኮምፒተር ክላ ድራግ ንገር እሞ ካብኡ እዚኣ ፕለይ ትብል ኣለታ ፕለይ ንኺድ ባዕሉ መልእኽቲ ይኸድ ኣሎ ኣይኸድን ዘሎ ከርእየና እዩ ማለት እዩ። ቀጽል ነወሎ መልእኽቲ ክሳደድ እዩ ይባጻሕ እንድሕር በጺሑ ኮይኑ ራይት ምልክት የርእይ እዩ። መልእኽቲ በቃ ብትኽክል ይበጽሕ ኣሎ እዩ ሕዚ ራይት ምልክት ሂባትና ኣላ ራእዎ እንድሕር ዘይበጽሕ ኮይኑ ኤክስ እዩ ዝብል ከምኡ እንዳገበርኩም በጺሑ ዶ ይበጽሐን እቲ ሜሴጅ ነንባዕሉ ምርኣይ ትኽእሉ ኢኹም ማለት እዩ ብሮድካስት ትገብር ከሎ ስለዚ ኣብዚ እውን ከምኡ ጌርኩም እዛ ሲሚሌሽን ምጥቃም ንኽእል ኢና ንምቁራፅ እንድሕር ትደልዩ ኮንኩም ኣብዛ ድሊት ትብል ዘላ ድሊት ንብሎ ስለዚ ይቋረፅ ኣሎ ሲሚሌሽን ገዲፍና ሪል ታይም ንመለስ ብሪል ታይም ኢና ሕዚ ክንጥቀም ማለት እዩ ስለዚ ስዊች ተጠቂምና ኮኔክሽን ከመይ ከም ንሰርሕ ናይ መጀመርታ እዚ ሰሪሕና ኣለና ማለት እዩ ካብኡ ብምቕፃል ስለ ኮምፒውተራት ተወሳኺ ናይ ግድን ክልተ ዝተፈላለየ ስዊች ምውሳኽ ንኽእል ኢና ሕዚ ኣነ ምብዛሕ እንድሕር ትደልዩ ኮንኩም እንታይ ምግባር ትኽእል ኢኹም ኮን እዚኣ ኩለን ተጽልሞ ንሰሌክሽን ከድኩም ድሕሪኡ ኮንትሮል ሲ ኮንትሮል ቪ ምግባር በቃ ተወሳኺ ኮፒ ፔስት እውን ይከኣል እዩ ምክንያቱም ከም ብሓድሽ ኣድ ካብ ምግባር ኮፒ ፔስት እንዳገርኩም እውን ኣድ ምግባር ይከኣል እዩ ማለት እዩ ስለዚ ናይ ሕዚ ነዚኦም ስዊች ንክልተ ስዊቻት እስኪ ነራኺ ንኺድ ክነራኺ ተኾይናስ እንታይ ንገብር ኣለና ማለት እዩ ናብዚ ኮኔክሽንስ ዝብል ምቕፃል ገመድ ንመርፅ ኣብዚ ኣውቶማቲክ ባዕሉ ክመጥ ክገብረና እዩ ካብኡ ካብ ስዊች ናብዚኣ ንኸይድ ኣለና ማለት እዩ ስለዚ ዓንሶ ዝረእይዎ እዚ ኬብል ካብታ ላፕቶፕ ናብ ስዊች ክኸድ ከሎ ሂውና ዝኒሄ ገመድና ካብ ስዊች ናብ ስዊች ሂውና ዘሎ እቲ ገመድ ባዕሉ እዩ መሪፅና ዘሎ ሽመንስ ክንሪኦ ናብ ዝወሪፅና ማለት እዩ እዚ እታ ነጠብጣብ ዘለታ መን እያ ዝኒኣ ኮፐር ክሮስ ኦቨር ዝበሃል ኮፐር ክሮስ ኦቨር ክንጥቀም ከለና ንምንታይ እዩ ዘገልግል ክልተ ተመሳሰልቲ ዲቫይስ እንድሕር ኮይኖም ኣብነት ስዊች እና ስዊች ሓደ ዓይነት እዮም ሓደ ዓይነት ስለ ዝኾነ እንታይ ይብልና ኣሎ ማለት እዩ ብኮፐር ክሮስ ኦቨር ኢና ንጥቀም ዘለና ማለት እዩ ናይዚኣ ከዓ ንኺ ኣብ መበል ካልእይቲ ኣለትና ሽማ እንታይ ትብል ኮፐር ስትሬት እያ ትብል ኮፐር ስትሬት ትብል ኣላ ኮፐር ስትሬት እንድሕር ኮይኑ ከዓ ዝተፈላለዩ ዲቫይስታት እንድሕር ኮይኑ መራኸቢ ንጥቀመሉ ኣለና ማለት ስለዚ ላፕቶፕ እና ስዊች ዝተፈላለዩ ዲቫይስ እዩ ስለዚ እንታይ እዚ ገመድ እዚ ንጥቀም ኣለና ማለት እዩ መመሓላለፊ
ባሕሪ ዝኸብዳ ኩሉ ትኽእሎ ትቕበሎ እያ ንሳብ ጸጋሱ ዝበሎ